ሰላም ሰላም ፍትዋት ተኸታተልትና መደብ ሄለን ታይምስ እነሆ ከምቲ ልሙድ ንዓኹም ይምህሩን የዘናግዑን ዝበልናዮም መደባት ሒዝና ቀሪብና ኣለና ከምቲ ልሙድ ምክትታልኩም ምሳና ክኸውን ብኽብሪ እናዓደምና ተወሳኺ ነዛ ቻነልና ሓደሽቲ ዝኾንኩም ሰባት ሸር ላይክ ሳብስክራይብ ብምግባር ኣብ መዓልታዊ ዝርግሑ መደባትና ተሳተፍቲ ንኽትኮኑ ብኽብሪ ንዕድመኩም። ቀጺልና ናብቲ ዝስዕብ ትሕዝቶና ክነብለኩም ሰናይ ምክትታል። ግድን ክስማዕ ዘለዎ እቲ ዝመረረ ሓቂ ብዛዕባ ሞት ኮለነል መዓማር ጋዳፊ። በዓል ዝና ተጠሊሙ። ብምዕራባውያን ኣእምሮኦም ዝተሓጸቡ ከዳዓት ደቂ ዓዱ ተቐቲሉ። ሊብያ ከሲራቶ። ብዓቢኡ ድማ ተስፋ ኣፍሪቃ ምስ ናይ ዕለተ ሞቱ ቅሂሙ። ኣፍሪቃ ካብቶም ሪኣ ዝሰኣነቶም በሃራት መራሕቲ ኮሎኔል መዓማር ጋዳፊ ኣብ ሽሕን ትሽዓተ ሚእትን ሓምሳን ሓደን ሊብያ ካብ ዓለም እታ ዝደኸየት ሃገር ኔራ ጋዳፊ ግን ካብ ኣፍሪቃ እታ ዝሃብተመትን ዕዳ ዘይብላ ኪንኡ ድማ ሚእትን ሓምሳን ቢልዮን ዶላር ቁሙጥ ገንዘብ ከም ዘለዋ ጌርዋ ሊብያ ኣብ ትሕቲ ጋዳፊ ሓንቲ ካብተን ዝሓየላ ባጤራ ዝውንና ሃገራት ዓለምና ነይራ፣ ነፍሲ ወከፍ ሊብያዊ ድማ ናይ ነጻ ወለድ ልቓሕ ይወሃቦ ነበረ። ኣብ ክልተ ሽሕን ዓሰርተ ሓደን ዲናር ባጤርያ ሊብያ ብትሑት መጠን ዶላር ኣሜሪካ ይሽረፍ ነይሩ። ጋዳፊ ንኹለን ሃገራት ኣፍሪቃ ቁጠብኦን ንምሕያል ዲናር ክህበን ይደሊ ነይሩ። ብዘይካዚ ሚእትን ሓምሳን ቶን ወርቂ ነበሮ። ነዚ ድማ ኣብ ንግዲ ንኽውዕል ናብ ኩለን ሃገራት ኣፍሪቃ ክዝርግሖ ይደሊ ነይሩ። ኣብ ኣፍሪቃ ድማ ወርቂ ዲናር፣ ባጤራ፣ ከተኣታቱ ዓቢ ውጥን ነበሮ። በዚ ምኽንያት ድማ እዮም ምዕራባውያን ክጠማመትዎ ዝጀመሩ። ምኽንያት ቅትለቱ ጋዳፊ ንህዝቡ ጨኳኒ ስርዓት ስለ ዝነበረ ኣይኮነን። እቲ ምኽንያት እምበኣር ንኣፍሪቃ ብመንገዲ ሓደ ባንክ፣ ሓደ ባጤራን ሓደ ሰራዊትን ዝብል ሓያል ጥምረት ሓሳብ ስለ ዘቕረበ እዩ። እዚ ማለት ከኣ እቲ ኣብ መንጎ ኣፍሪቃ ዝግበር ሓያል ንግዲ ነቲ ኣብ ኤውሮጳ ዝካየድ ናይ ንግዲ መስርሕ ልውውጥ ኣብ ሰሙን ክቐትሎ ዝኽእል ሓያል ተጻብኦ እዩ ነይሩ። ኣብ ኣሜሪካ ዝካየድ ንግዲ እውን ብተመሳሳሊ መንገዲ ኣብ ውሽጢ ሰሙን ዓብዪ ውድቀት መጋጠሞ። ኣሜሪካን ኤውሮጳን ዋላ እኳ ደርማስ ቁጠባ እንተለወን፣ ምስ ኣፍሪቃ ብምውድዳር ግን ኣዝዩ ውሑድ ጸጋታት ስለ ዘለወን ዕብየት ቁጠበኣን ኣብ ገዚፍ ሃፍቲ ኣፍሪቃ እዩ ዝምርኮስ። በዚ ምኽንያት ድማ ሓይሊ ባጤረኣን ኣብ ሓደ ለይቲ የንቆልቁል። ዝቕባበኡ ድማ ካብ ናይ ዚምባብወ ባጤራ ንላዕሊ ሰማይ ምዓረገ ነይሩ። በዚ መሰረት ድማ ኣፍሪቃ እታ ዝሓየለት ክፍለ ዓለም ምኾነት ነይራ። ምኽንያቱ እዛ ክፍለ ዓለም ኩሉ ዓይነት ጸጋታት ኣብ ከርሳ ሓቂፋቶ ስለ ዘላ። ንኣሜሪካ ሓያል ሃገር ዝገበራ ጸጋታት ናይ ኣፍሪቃ እዩ። ንዓባይ ብሪጣንያ ሓያል ሃገር ዝገበራ ኩሉ ጸጋታት ናይ ኣፍሪቃ እዩ። ኣብ ዓለምና እቲ ዝበዝሐ ኣፍራዪ መንእሰይ ኣብ ኣፍሪቃ እዩ ዝርከብ። እንተኾነ ግን እዚ ኩሉ ኣፍራዪ ኣእምሮ፣ ምስ ኩሉ ጸጋታት፣ ኣፍሪቃ ካብቲ ዘላቶ ቁጠባዊ ድኽነት ንቕድሚት ክትስጉም ፈጺማ ኣይከኣለትን ዘላ። እዚ ቀንዲ ምኽንያት ድማ ብቑዕ መሪሕነት ክትሃንጽ ስለ ዘይከኣለት እዩ። እዞም ኩሎም ኣብ ኣፍሪቃ እንርእዮም መራሕቲ ሚኒስተራትን ስሙያት ዝበሃሉ ሰባት ኢደ ቤዛ ናይ ምዕራባውያን እዮም። ንሃገሮምን ንህዝቦምን ድማ በቲ ምዕራባውያን ዝደልይዎ ዓይነት ምሕደራ እናሻዕ የቋስልዋ። ኣብ ኣፍሪቃ ዘሎ ጸጋታት ንጥቕሚ ሓፋሽ ኣፍሪቃዊ ዜጋ ዝውዕል ኣይኮነን። ስማዕ ኣፍሪቃዊ ወርቅኻ ናብ ኤሮጳ ይውሰድ ኣልማዝካ ዘይትኻ ኩሉ ጸጋታትካ ሓንቲ ከይረባሕካሉ ኣብ ጥቕሚ ህዝቢ ምዕራባውያን ይውዕል ኩሉ ጸጋታትካ ንዕቤት ዓርሞሸሽ ምዕራባውያን የገልግል ኣፍሪቃን እንተዘይትህሉ ነይራ እዘን ንርእየን ዘለና ሕቡራት መንግስታት ኣሜሪካ USA ወይ ድማ ሕቡራት ምድረ ነገስት ዩናይትድ ኪንግደም ኣይምሃለዋን ነይረን ጸለምቲ ኣፍሪቃውያን ንኣሜሪካ ብናጻ ጉልበት ሃኒጾማ ኣፍሪቃ እንተዘይትህሉ ነይራ እዞም ንጉሳዊ ስድራቤት ዝበሃሉ ተራ ሰባት ምኾኑ ነይሮም። ካብዘን ሃገራት ዝመጸ ዝኾነ ሓይሊ እቲ ቀንዲ ተልእኹኡ ንኣፍሪቃ ብዘይድንጋጸ ምምዝማዝ ዝብል ስነ ሓሳብ ጥራይ እዩ። ብዘይ ወርቅናን ጸጋታትናን ዘይትናን ኣልማዝናን ሃብትናን ኣብ ውሽጢ ሓደ ለይቲ ውዱቕ ምኾነ ነይሩ። በዚ ምኽንያት እዮም እምበኣር ምዕራባውያን ንገዳፊ ቀቲሎሞ። ንኣህጉርና ኣፍሪቃ ሓቂ ብምስባኽ ንቕድሚት ነሰጉማ። ክቡራት ተኸታተልትና መደብ ሄለን ታይምስ በዚ ዘቕረብናልኩም መደብ ዓጊብኩምን ተዘናጊዕኹምን ክትኮኑ ትምኒትና እዩ። ኣብዚ መደብ ርእይቶ ወይ ሃናጺ ነቐፌታ ምስ ዝህልወኩም ኣብ ቦታ ኮመንት ኣስፍሩልና። ንምትብባዕ ከኣ ሸር፣ ላይክ፣ ሳብስክራይብ ብምግባር ኣብ መዓልታዊ ዝዝርግሑ መደባትና ተሳተፍቲ ንኽትኮኑ ብኽብሪ ንዕድመኩም። ኣብ ቀጻሊ ብኻልእ ትሕዝቶ ክሳብ ንራኸብ ሰሰናዩ።